ሰላም ኣሕዋት ኣብ ናይ ልምዓት ፊሊና ኣብዚ መሓራ ሚድያ ሓደሽን መዘራረትን ዘሎ ነገራት ብሓደ ኮይና ክንርኢና ካብኣቶም ሓደ ድማ ነገር ግን እዚ ሓበሬታ እዚ ብህይወት ኣሎ ዶ የለን ዝብል ግን እስካብዚ ዓለት እዚኣ ዘይተሰምዐ ዝነበረ ምዃኑ የፍልጥ። ግራ የገባችሁ ደሞ እናቴ ጥንቅቅ ያለች ጎንደሬ ናት። ብዛዕባ እዚኣ ሰሙን ካልኦትን ክንርኢና ሰናይ ምክትታል። ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸብርኩም ተኸታተልተይ ዝፈተኩም ተኸታተልተይ ሮማናቶም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ይሰኣን ብምቕፃል ኣብ ናይ ለማዕንቲ ዲና ከም ዝተለመደ ክንስሐቕ ክንጫወት ክንዘናጋዕ ክንመሃር ኣብዚ ማሕበራዊ ሚድያ ሓድሽ ዘለዉ ሓበሬታታት ብሓደ ኮይና ክንርኢ ኣብ ቦታና ተረኺና መፂና ኣለና ተስፋ ይገብር ንእሸይ ተጨናኒቕኹም ከም ዘለኹም ምክንያቱ ኣነ ፍትሕ ክብለኩም እየ ዘሊ ተወዲኣ ስለዚ ብሓደ ኮይና ፍትሕ ክንብል ኢና ጥራሕ ትዕግስቲ ኣለኹም ብምቕፃል ንሻ ነዚ ሓድሽ ዲኹም እዚ ዘረባ ይጽናሕልና ኣሕዋት ሰብስክራይብ ብምጋር ቤተሰብ ኾኑ ብምቐጻል እዛ ቪድዮ እዚኣ ድማ ናብ ብዙሓት ሰባት ምንታን ክትበጽሕ ላይክ ሼር ምጋር ይንረስዕ ሕዝና ቪድዮና ክእተወኩም እየ ክሳብ መወዳእታ ቪድዮና ምሳኹም ከታተሉ ብኸሪ ዝሓትት ሰናይ ጻንሒት እሺ ኣሕዋት እዚ ቪድዮና መጀመር ኮነና ብዚኣ ንጀምር ጽባሕኮ ስራታዊ ቅዱስ ገብርኤል እዩ ከምቲ ንድንግል ማርያም ዘንሰራ ንዓና እውን ኣብ ዕለተ መዓልቱ ጽቡቕ ናይ ብስራት ዜና የስምዐና ካብ ጭንቅን መከራን ንምውፃእ ዝተለኣኸ መልኣኽ እዩ እሞ ንዓና እውን ካብቲ ኣቲናዮ ዘለና ህውከትን ዕግርግርን ብረድኤቱ ሓይሊ የውጸና። ናይ ቅዱስ ገብርኤል ጸጋ ረድኤት በረከት ኣማላድነት ኩሉ ምስ ኩላትና ይኹን ኣሜን። እሺ ኣሕዋት እዛ ቪድዮ ከምዝረእናዮ እያ ኣሜን ኣሜን ማለት ኣይትረስዑ ዋላ ብውሽጥኹም ዋላ ብደገ ኣውጺኹም ዋላ ኣብ ኮመንት ኣቲኹም ማለት እዩ ዜሮ ዜሮ ኣሜን ኣሜን ማለት ይንርስዕ ንቐጽል እሺ ኣሕዋት ሰውዚ ድማ ሓንቲ ሕቶ ክሓተኩም በዓለይ ማለት ኣብ ናይ መጀመርያ ዴት ወይ ድማ ኣብ ናይ መጀመርያ ቆጸራ ምስ ሓንቲ ጓል ጓል ድማ ምስ ወድሲ

ሕደጉያ ሕደጉ ማለት ፈልጠኩም እየ ናበይ ከም ትሪኡ ዘለኹም ሲ ኣነ ይፈልጥ እያ ኣይትሸውዱን ችግር እዩ እሸውሓዝ ቪድዮ ምስረእኹም ይኹም ዝሓፍትና ዘምፀት ሓሳብ ትክክለኛ ሓሳብ እዩ ማለት ተደጋፊ እዩ ከምዚ ዓይነት ምትሕላይ ክህሉ ከሎ እዩ ሓደ ሪሌሽንሽፕ ወይ ድማ ሓደ ፍቅሪ ክዘልቕ ዝኽእል ምትሕላይ ንምቅጻል ናይዛ ሓፍትና ፎቶ ካብ ዓሰርተ ሬት ጎርዎ እንዲልና እንዴ ሬት ንጎሮ መሲልኩም እንዴ ህንዴ ናሃባ ኣሕዋት ዓሰርተ ዓሰርተ በቃ ናሃባ ችግር ይብሉ ግን ውሓት ካብዚ ጉዳይ እዚ ከይወፃና ማለት እዩ ካብዚ ጓል ወዲ ዴት ገለመለ ዝብል ጉዳይ ከይወፃና ብዙሓት ኣዋልድ መኪና ደልያ ገለመለ ይበሃል እዩ ግን መኪና ዘይደልያ ዓዲ ኣሎ ክርእየኩም እዚ ቪድዮ ናይ ዝዓዲ ጓላት መኪና ኣለዎ ዶ ወይ ሃፍቲ ኣለዎ ዶ ኢለን ኣይጥይቃን ነገር ግን ዘይሕለፍ ሕቶ ኣለወን ከቢድ ሕቶ ክልቲኢድ ይቆርጸለይ ዶ እዩ እዚ ኣይዝለልን ናብ ሓደ ጎሳ ሃገረ ቬትናም ዝርከቡ ክወስደኩም ሓደ ወጣት ተፈትዩ እሞ ክምርዖ ተወሲኑ ክልተ ኢዱ ክቆርጽ ወሲኑ ኣሎ ማለት እዩ ወርቂ ኣልማዝ ዝበሃል ነገር የለን ኣበይ ከክእሰር በቲ ማሕበረሰብ ኣተሓሳስባ ቆራይቱ ኮይኑ ወይ ክልተ ኢዱ ተዘይሃልይዎ ድማ ምርዑው ወይ በዓል ሓዳር ማለት እዩ። እዚ ድማ ናይ እምነቱ መግለጺ እዩ። ሰበይቱ ድማ ትኣምኖ ማለት እዩ። ተመስገን እዩ ዘብል እኳዕ ኣብዚ ዓዲ ዘይተፈጠርና። ብሓቂ ኣሕዋት እንኳዕ ኣብዚ ዓዲ ዘይተፈጠርና ንሓንቲ ጓል ክትምርዓ ተወኻሲ ኢድኻ ክትቆርፀላ ኣለካ በቃ ካብኡ ተተቆሪፅካ ምስኻ ምርዑ ኢኻ ማለት እዩ በስመኣም ኣሕዋት ከምዚ እውን ኣሎ እዩ ስለዚ ነመስግን እዘን ደቂ ዓድና መኪና ዝብላ ገዛ ዝብላ ሓቀን እየን
ናየ ሰብኣይ እባ ታኻ ዝንጊዕኻ እስካ ሕዚ መንገዲ ዝጠፍኡካ ኣረ ነጠያየእካ ምፃእ ፅበየካ እየ ዘለኹ ኣነ ከፍ ኢለ ጽበየካ ኣለኹ ብጽምዋ ወንጌል። ዛሓፍተይ ይኣክል ይኣክል ኣይትፀበይዮ ማለት ዝዕድመኪ ሀዚ ቤተክርስትያን ትከድሉ ገዳም ትኣትውሉ ዕድመ እዩ።
ብሱር ምሳኽ ሓዳር ሲ ዕኽኽ ኢልኒ እየ ኣነ። ኣነ ለ ካባካ ንላዕሊ ዕኽኽ ኢሉኒ እዩ። ተሓረቃቲ ባእሳ። ኣታ ምስ ያታይ ክትዓረቅ ኣለዋ እሲ ኢልካ ማሓዝ። እንካ ኣዝግነኒ። ብምንታይ።
ብሮቶ።
ተለከ ብዓል ሮቶ። ኣዴኻ ኣብ መዓልቲ ሓሙሽተ ግዜ ቡና እናሰተይት ሽኮርና ወዲኣቶ።
ዋይ እወ ዶ በል ሓዝ ዝወደይ እንካ ኣዝግነኒ። ብምንታይ ብትምህርቲ ገለኪ በዓል ትምህርቲ። ኣቦኻ ፍቆተ ዳ መስተ ዓዕ ናሪ ሓድር ሃም ኸፍቲ።

ምክንያቱ ኣይትረብሕን ኢኻ ዋ ስጋብ ሕጂ ገንዘብ ኣይመለስካ ዝኾነ ነገር ተመፂካ ኣነ ዝሕመሎ ብሰንክኻ ምስ ክንደይ ሰብ ዘይተኻሰምኩ ክፍኣት ዝመሃርካ ንስኻ ወላ ሓንቲ ቆይ ዝረብሕ ነገር ዘይብልካ ካባኸ ስታይ ክመሃር ኣነ እንታይ እንታይ ክጥቀም ካባኸ ግን ከምኡ ኮይና ክፍለየካ ኣይደልን እየ በቃ ስለዚ we are best friend ከምዚ ክብለካ ከለካ ትረብሕ ከይመስለካ ንዓል ኣቡኹ ኣሕዋት ኣብ ቪድዮም ዝረኣናዮ ኩላትና ከምዚ ንብሎ ዓርከ ኣለና እዩ ማለት ምሳና ኣሎ ክፍለይ እንዶ ካብ ህይወትና ካብኡ ከዓ ግን ምንም ኣይጠቕመናን በቃ ስለ ዘሎ ምንም ነገር ህይወትና ተጠቂምና ይንፈልጥን እዚኣ እያ ዝሓቂ ስለዚ ከምዚ ዓይነት ኣረግቲ ሃልዩኩም እዛ ቪድዮ ሸር ወድሉ እሺ ኣሕዋት ካብዚ ምቐፃል ድማ እያሱ በረ ኩላ ክትኹም ትፈልጥዎ ኢኹም ዘይትፈልጡ የለኹምን እያሱ በረ ንፈልጦ ኢና በይዛኹም እዛ ቪድዮ እዚኣ ሪዋ ከዓ
ላላላላላ

ርእማ ዓለመይ ኣሐንቅቀኒ እባ ንዓ ጠብረኒ ብናፍቆትካ እየ ልኩርም መጺካ ኣዋግኣኒ ኢድካ ዘርግሐለይ ኣብ ሕቅፎካ ክኣቱ ንዓካ እዩ እኮ ልጽበ ልበይ ክመልእ ድሌቱ ኮርየ መሲለ ገጸይ ተኣሲረ በይነይ ከይትሓድገኒ ንስካ ኢካ መድሓኒተይ ሕቁፍ ድግፍ ኣብለኒ ተኮንኪ ማዓረይ መን ይኮርየኪ ከመስ እስከ ለላይ ከመስ ታይ እኮ ለጥዕመልኪ ናበልካ ሕንቅቀኒ ስዕን ድግፍ እላበልካ መፍቀሪ ሰብ ክከም እዩ ልምስሓቅ ልምኩራይ ኩልሻዕ ቀረባ ስእልካ ኣቀባጥረኒ። ኣሕዋት እዛ ቪድዮ እዚኣ ሼር ዝገበርካለይ ሓወይ ብጣዕሚ እየ ዘመስግነካ ብጣዕሚ ሓፍትና ምስ ቦታ ትፈልጥ ኢኻ ካብኡ ምቐፃል ሽኮር ይኹንክን ገለ መለ ኢሎም ብዙሓት ሰባት ክብሉ ሰሚዐ እዛ ቪድዮ እዚኣ ኣጋብዞም ንዕኦም ማርያምን ቆንጆ ስለ ልቀደምኩም ኢኹም ምንመይ ትብሊ ትብሉ ኣለኹም ማርያምን ቆንጆ ዛናተይ ፍቅረኛ ታይ ይወፃ ዋላ ውሽጣ ዋላ ገፃ ቆንጆ እያ ትደሊኹም ውሽጣ ትደሊኹም ላዕላ ምንመይ ትብሊ ትብሉ ኣለኹም ስለ ልቀደምኩም ዋላ ምንመይ ትብል ሕር በሉ ቀደም ውስኹም ምናኣስ እንበይ ምና መዓስ ትኽእሉ ምንመይ ትብሊ ቪዲዮ እዚኣ ንዓኻትኩም እያ ኣቱም
እስቲ ትፈልጡ ሰባት ሲ ኣብ ኮመንት ጻዕፉለይ። እሺ ሰብ እዩ ካብ ሰብ የተወለደይ ግን ሰብ ዝወለደስ መን እዩ? ሰብ እዩ
ካብ ሰብ የተወለደን ግን ሰብ ዝወለደ ሰብ እዩ ካብ ሰብ የተወለደ እዚ ምፍላጥ ካበይና ኣዳም ተተጋጊ ኣርሙና ኮመንት ኣሕዋት ኣብ ቅብኣ ጥራይ ተወሲንካ ስለምንታይ ኢኻ ቅርጻ ዘይትፍትን ቅርጻ ከም ዘይፍትን ከመይ ኣቢልካ ትፈልጥ

ኣብ ቅብኣ ጥራሕ ተደሪተ ዝተረፍኩ ኮንኩ ዳኻ ትብለኒ ዘለኻ ማለት ድዩ? ከምኡ ዶ ኢለ?
ከምኡ ድዩ ምባህላኻ? ከምኡ ኢለ?
እንታይ ዳኻ ሕጂ ትብለኒ ጸኒሕካ?
እታ ሕቶኻ እሞ እንድዒ ከመይ ትብል ኣላ ልኡል? ኣብ ቅብኣ ጥራሕ ተወሲንካ ስለምንታይ ቅርጻ ዘይትፍትን ትብል ኣላ?
እሞ ኣነኸ እንታይ ኢለ መልሰ? ስደዱ መጸኻ ሪኢኻዮ ኣለኒ ኣለኒ ኢለ? ፈታትን እየ ዝኾንኩ። ኣረ ኣሕዋት ንገሩኒ ታይ እዩ ናብ ትክክል ኢንተርቪው እዩ ወይስ ፊልም እዩ ታይ እዚ በይዛኹም ኣሕዋት እዛ ቪድዮ ኣበይ ክረኽባ ከም ዝኽእል ንገሩኒ ክሪኣ በይዛኹም ኣብዚ ድማ ታይ ይብለና ኣሎ ኣሕዋት ጌታቸው ምስ ጌታቸው እሺ ጌች ዓርከይ ካብ ጉጅለ ድሕረት ወፅየ ናብ ጉጅለ ምሕረት ስለ ዝኣተኹ ናይ ቆላ ተምቤን ክንዝክር ኢና ኢልና ንሕዚ ሓደ ጆን ሲ ማክስዌል ዝበሃል ጸሓፊ ፎሊንግ ፎርዋርድ ዝብል መጽሓፍ ኣለዎ ንቕድሚት ምውዳቕ እዩ ሕዚ ምስ ጉጅለ ድሕረ ተኮይንካ ንድሕሪት ኢኻ ተወድቕ ምስ ጉጅለ ምሕረ ተኮይንካ ግን ንቕድሚት ኢኻ ተወድቕ ዝብል ሓድሽ ኮንሴፕት ዘምፅእ ኣለዎ ባዕ ዝገርመካ ክልተ ሰባት እናተኻትዑ ይፀንሑ ነንባዕልኻ ሕዚ እንታይ ይብሉ እቲ ሓደ ሰሚዕካዮ ዶ ብመሳኹት ቴሌቭዥን ዝዛረቦ ዘሎ ጌታቸው ይብሎም መመመን ጌታቸው ኢኻ ትብል ዘለኻ እንታይ ኢሉ ድዩ ጌታቸው ይብሎ ኣሕዋት ዝሓውና ኣብ ውሽጡ ጌታቸው ረዳ ኣሎ እዩ ናበይ ሓደግ ባ ተተሓዘና ሓደግ እንታይ ይዛረብ ዘይነበረን ክንደይ ነገር ሰማዕካዮ እንዲኻ ምስ በሎ ኤኣይ ዶ ይኮን ንሱ ደኣ ጌታቸው ድዩ ይብሎ ነዚ ኩሉ ፈታዊኻ ደንገርገር ኣቢልካዮ ክርኢ ከለኹ ብጣዕሚ ታእስሙ ገብረካ ሕዚ ኢንፋክት ጌታቸው ከም ቋንቋ ዓረብ ንድሕሪት ክትንበብ ምስ ረእኹካ ከም ዓመት ዓለም ንድሕሪት ክትቆፅር ምስ ረእኹካ I expected more from you and I'm feeling disappointed. ስማዕ ስማዕ ጌች ንኣና ሕዚ እቲ ናይ ቀደም ጌታቸው ክዝክሮ ይደልን ሓድሽ ጌታቸው ይቕበል ዘሊ እቲ ናይ ቀደም ጌታቸው ጁንታ እዩ ሕዚ ኣነ ዘለዓለመይ ህወሓት ክኸውን ኣይቆረብኹን ናይ ህወሓት ፖለቲካል ኣይድዮሎጂ እውን ዝቆረብኹሉ ኣይድዮሎጂ ኣይኮነን። እሺ ሓዝ ቪድዮም ዝረናዮ እዩ ናይዚ ሓውና ታለንት ብጣዕሚ እዩ ዝፍለ ብጣዕሚ ናይ ኩሎም እዩ ዘምስሎም በቃ ናይ ገለ ይምፅእ የምስላ ናይ ገለ የምፅእ የምስላ ናይ ካብኡ ግን ሕደግ ከይተተሓስረ ሰላማት መምህር ሳራኤ ሎማዓንቲ ድማ ከመይ ጌርካ እንዳበኸኻ ገለ ዓይነት ስእሊ ትስኣል እሺ። ኣብ ዝሓዘንካሉ ጊዘስ ከመይ ገይርካ ሲ ዝበለጸ እንዳ ነባዕካ ኮለኻ ማለት እዩ ዝበለጸ ትመልኦ ወይ ትሰኣል ማለት እዩ ክነግረኩም እየ ምሳይ ክሳብ መወዳእታ ትጸንሑ ኣለኩም ማለት እዩ ኦኬ ኣለና ኣለና።
ትነቢዕ ምሸ ሓዘን ተስማዓካ ብውዕኢታ ወላ ነቲ ሓዘን ብውዕኢታ ወላ ማለት እዩ እታ ካሜራ ሕዝ ተብላ ከምዚኣ ጌርካ እዚኣ ሽዑ ንነብስኻ ምስ ረኣኻያ ሓዚና መሊስካ ክትነብዕ ኢኻ እወ ኣብ ሓዘንካ ዝወፅእ ካሜራ ዝወፅእ ክስታይከ ገለ ዓይነት ዘረባ ይብሉን እዚኣ ነይራ ብዙሓት ሰባት ሕቶ ነይሩኩም እዩ ሕልፍቶኹም ክምልስ ኢለ ምክንያቱ ሰምስ ከመይ ገይሩ እዩ ኣብ ዝሓዘኑሉስ ከመይ ገሩ ይረኣዮ ካሜራ ገለ ዝኾነ እንካሃለ ይረኣዮ ሰብ ለካ ኣለኹ እዚኣ ጥራይ ግበር ክሰልጠካ እየ። ኣብሓዚ ቪድዮ ዚኣኽለና ካብኡ ግን ኣነ ዝገርመኒ ብሓቂ ማለት እዩ እዞም ናበኸዩ ገለ ቪድዮ ዝሰርሑ በቃ ናበኸያ ወይ ናበኸዩ ሓደ ሓደ ወዳት ኣለዉ ከኣ ገለሲ ቪድዮ ዝሰርሑስ ማለት ናበኻኻ ትጸንሕሞ ችግር የብሉን መብከዩ ምኽንያት ረኺባ ትበኪ ኣለኻ ካብኡ ካሜራ ክትውልዕ ምስ ኸድካስ ኣይጠፈእካይ ዝውክያት ገለ ኣይትርስዖን ምክንያቱ ናብ ካሜራ ገለ ኢኻያ ኣይርስዕዎን እዚኦም ሓደ ሓደ ሰባት እሺ ኣሕዋት እስካብ ምቕፃል ድማ ናብዚ ማሕበራዊ ሚድያ ሓደሽን መዘራረትን ዘሎ ሓበሬታታት ክወስደኩም እስኪ ብዝብለ ዝንጀ ኣርክስ ኣብቲ መእተዊ ከም ዝሰማዕኹሞ መሕዘንን ልቢ ሰባርን ዝኾነ ሓበሬታ እዩ ኣብ ማሕበራዊ ሚድያ እናተነጋገረ ዝርከብ ማለት እዩ። እዚ ድማ እቲ ንልዕሊ ሰለስተ ወርሒ ጠፍኡ ዝጸንሐ ፊልሞን ሓውና፣ ቤተሰብን መላእ ስድራን እስካብዛ ዓለት እዚኣ ድቃስ ስኢኖምሉ ዝነበሩ እሞ ድማ ዳሐይ ፊልሞን ብተስፋ ዝጽበዩ ዝነበሩ ሎሚ እዚ ትሰምዕዎ ዘለኹም ሕማቕ ሐበሬታ እንዳተሰምዐ እዩ። እዚ ሐበሬታ እዚ ድማ ከምቲ ዝሰማዕኹሞ እንተኾይኑ ኣብ መቐለ ፍሉይ ቦታ ሐሜዳይ ኣብ ዝባሃል፣ ቀቲሎም ኣብ ካሻ ደውርዮሞ እናተብሃለ እዩ እዚ ደማ ልቢ ሰባሪ ዝኾነ ነገር እዩ እንዳተነገረ ዝርከብ ድሃይ ምጥፋእ ፊልሞን እስካብ ዝዓለት እዚኣ ሰለስተ ወርሒ ዘቁጸረ እንትኸውን ነገር ግን ድማ ድሃይ ምጥፋእ ፊልሞን ብዝተፈላለዩ ሓበሬታታት እንዳወጸ ከም ዝነበረ እውን ዝፍለጥ እዩ ነገር ግን እዚ ሓበሬታ እዚ ብሂወት ኣሎ ዶ የለን ዝብል ግን እስካብ ዝዓለት እዚኣ ዘይተሰምዐ ዝነበረ ምዃኑ የፍልጥ እዚ ሓውና ዜደ ግን ሎሚ ከም ዝስማዕ ዘሎ እንተኾይኑ ሞይቱ ኣብ ሓሜዳይ ተደውሪ ተረኺቡ እናተብሃለ እዩ። ከምዝፍለጥ ቅድሚ ዝተወሰነ መዓልቲ ሰበይቱ ናብ ማሕበራዊ ሚድያ ወፂኣ ዓሰርተ ሓሙሽተ ሚልዮን ኪንተኮይንና ህይወት ፊልሞን ክነረክብ ክንኽእል ኢና ኢሎም ኣፋራሪሖማ ከምዝነበሩ ዝፍለጥ እንትኸውን ነገር ግን እዛ በዓልቲ ገዝኡ እዚኣ ድማ ዳሃይ ፊልሞን ኣፍሉጥኒ ወይ ድማ ፊልሞን ብቪዶ ኣርእዩኒ እናበለት ኣብ ክርክር ጉዳይ ከምዝነበሩ እውን እንዳተነገረ ፀኒሑ እዩ። ነገር ግን እዚ ሓውና እዚ ብዘሕዝን መልክዑ ከም ዝሰማዕኩሞ ኣፍቲ መእተዊ ግን ተቀቲሉ ኣብ ካሻ ተደውርዩ ተረኪቡ እናተባሃለ እዩ ብዘሕዝን መልክዑ እዚ መን ረኪብዎ ከመይ ዝበለ ሓበሬታ እዩ ዝብል ድማ ናብ ውሽጢ ዳሃስስና ዝርዝራቱ ናባኩም ክነብሎ ኢና ማለት እዩ። እሺ ኣሕዋት እዚ ቪድዮ ከም ዝሰማዕኩሞ ኢኩም እዚ ሓበሬታ ከም ዝሰማዕናዮ ሓቂ ተኮይኑ ብጣዕሚ ዘሕዝን ግን ሓቂ ክኮነ ይንምነን ፊልሞን ሓውና ድማ እዚ ነገር እዚ ተዘይገጥሞ ካብ ልበይ ይምነ ብምቅጻል እዚ ነገር እዚ ሓቂ ዶ ኣይኮነን ክሳብ ሀዚ ማለት ብዚ ቪድዮ እዚ ርኢና ጥራሕ ክንብ ክንዛረብ ክንድምድም ኣይንኽእልን ምኽንያቱ ካብ ሓበሬታ ካብ ፋሚሊ ካብ ቤተሰብ ካብ ኣዕርኽቱ ገለመለ እውን ሓድሽ ሓበሬታ ዝወፀ ክሳብ ሕዚ ስለ ዘየለ ማለት እዩ ተሃልዩ ግን ባዕለይ ከምፀልኹም እየ ብምቕፃል ግን ሓደ ነገር ከይተዛረኹ ክሓልፍ ኣይደልን ፊልሞን ሓውና እዚ ነገር እዚ ሓሶት ዝገብሮ እየ ክብል ዝደሊ እሺ ኣሕዋት ካብዚ ምቕፃል ድማ ሞኒካ ኣነ ጎንደራዊት እየ ትብለና ኣላ እስቲ ንስማዕ ሞኒካ መብራህቱ እባላለሁ ግራ የገባችሁ ደግሞ እናቴ ጥንቅቅ ያለች ጎንደሬ ናት

ሐማሴን ምሽ ታቃሉ ሐማሴን ሐማሴን ደንቢያ ነው ስለሚሉ ደንቢያ ነኝ አልኳችሁ ግን እኔ ድንቅ ጥንቅቅ ያልኩ የደባርቅ ልጅ ነኝ በእናቴ ጎንደሬዋ ጎንደር ባ ጎንደር ኣሕዋት ካብ ዝምቕፃል ድማ ገንዘብ ሴፍም ጋር ኣበይኩም ለዶ በቃ ደሞዝ ትቕበሉ ሞ ስልም ናብ ገለ ምፅእ ይብል ቅርሺ ህልም የብለኩም ለዶ መድሓኒት ንዓኣ። ካብ ሎሚ ጀሚርካ ገንዘብ ከተዋህልል ዝሕግዙኻ ሸውዓተ ቀለልቲ ግን ከኣ ኣድማዕቲ ሜላታት። እሺ። ቀዳመይቲ፣ ወጻኢታትካ ብደቂቕ ቆጻጸር። መዓልታዊ እትገብሮ ወጻኢታት ይውሓድ ይብዛሕ መዝግቦ። ካልኣይቲ፣ ወርሓዊ ባጀት ይሃልኻ። ወርሓዊ ኣታዊታትካ ብምዝርዛር ኩሎም ወጻኢታትካ ነናብ መዓልኦም መድቦም። ሳልሰይቲ ብዘይ መደብን ሃንደበትን ምግዛእ ኣቋርጽ። ራብዐይቲ ናይ ምውህላል መደብካ ኣውቶማቲክ ግበሮ። ሓምሸይቲ ኣብ ደገ ምምጋብ ኣውሕድ። ሻድሸይቲ ዘይትጥቀመሉ ክፍልታት ወይ ከዓ ሳብስክሪፕሽንስ ኣቋርጽ። ሸውዓይቲ ዝኾነ ነገር ኣብ እትገዝኣሉ ግዜ ሓሲሩ ኢልካ ዘይኮነስ ብዙሕ ግዜ ክጸንሕ ዝኽእልን ክብረት ዝህበካን ኦሪጅናል ነገር ግዛእ። ዋላ ቅድሚ ሕጂ ዘገልገለ ሰከንድ ሃንድ እውን ይኹን ኦሪጂናል ዝመስልዎ ነገር የለን። ኣሕዋት ዘዝተባህልኔን ነገራት ንጽሓፈን እሞ ካብኡ እናተግበርና ንምጻእ ለውጢ ትሪእዎ ኢኹም። እሺ ኣሕዋት ናይ ሎምዓንቲ ቪድዮና ነዚ ይመስል ነይሩ። ክሳብ ሕዚ ዝረእኹም ሰባት ተሃሊኹም ብጣዕሚ እየ ዝፈተኩም ብጣዕሚ እየ ዘመስግነኩም። ኣብ ቀጻሊ ብኻልእ ቪድዮ ክሳብ ንራኸብ በብዘለኹምዎ ሰላም ኩኑለይ ይመችኹም።